ሓደ ካብቲ ኣብዛ ዓዲ ብዙሕ ግዜ ዝዝረብ ዘረባ እንታይ እንተልኩምኒ ገንዘብ ኣይተሓዝን ዝብል ዘረባ እዩ ማለት እዩ። እዚ ድማ ብልክዕ ገንዘብ ይተሓዝ ድዩ ማእከለይ እንተልኩምኒ ኣይተሓዝን እዩ ከራጋግጸልኩም ይፈቱ ማለት እዩ። ዘሎ ዘረባ ግን ገለ ሰባት ግን ገንዘብ ይሕዙ ኣለዉ እንድሕሪ ዝሕዙ ኣለዉ ኮይኖምስ እንታይ ድኣ እቲ ምስጢር እንተልኩምኒ well ገንዘብ ኣይተሓዝን እዩ መትሓዚ እንድሕሪ ጌርካሉ ግን ክተሓዘሉ ዝኽእል መንገዲ ኣሎ ማለት እዩ። እቲ ምንታይሲ ክትርእዮ ዘይትኽእል ነገር ወይ ድማ ዘይትፈልጥካዮ ነገር ክትቆጻጸሮ ስለ ዘይትኽእል ማለት እዩ። ስለዚ ንሓደ ነገር ገንዘብ እንታይ እዩ፣ ከመይ ዝኣቱ፣ እንታይ ብኸመይ ይመጽኣሉ፣ ብኸመይ ይወጽኣሉ እንድሕር ብግቡእ ዘይተረዲእና ግድነት ክኣትወልና ወይ ድማ ክንሕዞ ኣይንኽእልና ማለት እዩ። ምናልባት ኣብ ዩቱብ ኣብ ቲክቶክ ኴንኩም እንድሕር ትከታተልዋ ኣለኹም ኴንኩም እዚኣ ቪድዮ ካብዚ ዘለናዮ ወጻኢ ፕሊስ ኮመንት ግበሩ ሓሳብኩም ከምኡ እውን ሸር ግበሩዋ ናብ ካልእ ሰባት መታን ክበጽሕ እዚ ቪድዮ እዚ እንድሕር ጠቂምኩም ከዓ ላይክ በልዋ ማለት ብፍላይ ከዓ ኣየነይቲ ፓርቲ ጠቂማትኩም ከዓ ንገሩና ማለት እዩ። ስለዚ ሓደ ካብቲ ዝዓበየን ዝነበረ ንሱ እዩ ማለት እዩ። ንምሳሌ ንውሰድ ሓደ ሰብ ገለ ሰብ ገንዘብ የምጽእ እዩ ገለ ሰብ ከዓ ነቲ ዘምጽኦ ገንዘብ ምሕደራ ይጽግሞ። ገለ ሰብ ከኣ ኢነዋት ማእከል ከመይ ገይረ'የ'ኸ ነቲ ዘምጻኽዎ'ኸ ኢንቨስት ክገብሮ ዝኽእል ዝብል ሰብ ኣሎ ማለት እዩ። እዚኤን ክልቲኤን ክነንሕር ኴንና መጀመርታ ንርኣ ሓደ ሰብ ገንዘብ የምጽእ ካብ ኢንካም ድዩ ካብ ሳላሪ ካብ ስርሑ ድዩ ካብ ብዝነስ ድዩ ካብ ዝተፋላለዮ ገንዘብ የምጽእ ገንዘብ ምስ ኣምጸእ ናበይ ዝኸይድ እንድሕር ክብልኒ ናብታ ቀዳመይቲ ናብታ ቸኪን ኣካውንትኻ ትኸይድ ኦኬ ናብ ቸኪን ኣካውንት ምስ ከደት ቀዳመይቲ መን ኣሎ ታክሲ ዝኸፍል? ታክሲ ንኸፍል ኢና ምሽዶ? ግብሪ መንግስቲ ታክሲ ንኸፍል ኢና ሶሪ ታክሲ ንኸፍል ኢና ማለት እዩ። ድሕሪኡ ዝመጽእ እንታይ እዩ እንተልኩምኒ ሊቪን ኣሎ ወይ ድማ ንኽንነብር ነጥፍኦ ገንዘብ ኣሎ። እዚ ማለት ገዛ ክራይ ንሕር ኣለካ ኮይኑ ረንት ዝገበርካዮ ገዛ ድዩ ወይ ከዓ ሞርጌጅ ንሕር ኣለካ ኮይኑ ናይ ካር ኢንሹራንስ ኣሎ ካር ኢንሹራንስ ኣሎ ከምኡ ውን ካልእ ነገራት ናይ ወጻኢታት ናይ ምግቢ ኣብ ሱፐር ስቶር ድዩ ኣብ ዋልማርት ድዩ ካልእ ነገራትን ወጻኢታት ኣለውና ማለት እዩ እዚኦም ንኽንነብር እንኸፍሎም ገንዘባት እዮም ወይ ድማ ነውጽኦም ወጻኢታት እዮም ማለት እዩ so ስለዚ ካብዚኣ ዝመጸት ገንዘብ ንኣብነት ድሕሪ ሰለስተ ሽሕ ዶላር መጺኣ ናብዚኣ ታክሲ መንግስቲ ክወስደልና እዩ ናብዚኣ ከብላ ድሕሪኡ ናይ ሰልፎን ናይ ቴሌፎንና ድዩ ናይ ሰልፎን ወይ ናይ ክሬዲት ካርድ ድዩ ክሬዲት ካርድ ደሊና ወይ ካልእ ሎን ዘለና ድዩ ወርሓዊ ዝኽፈል ሎናት ከነውጽእ ኢና ማለት እዩ so ካብዚኣ እያ ሽዑ ገንዘብ ምትሓዝ ትኣቢ ዘላ ማለት እዩ ዝበዛሓ ሰባት እዚኣ እንድሕር ኣካይዳ ወይ ድማ ትክየድ ኣላ ከንካ well you know what listen ኣብ ኮመንት ጸሓፉለይ እስከ እዚኣስ ከምዚኣ እያ ዝከይድ ዘለኹ ማለት እዩ ካብዚኣስ ከመይ ገይረ ሴፍ ክገብር ትብሉ ሰባት ማለት እዩ ገንዘብ ሴፍ ምግባር ብዛዕባ ብዙሕ ገንዘብ ምእታውን ውሑድ ምእታውን ኣይኮነን ስለዚ ካብዚኣ ሲ ዱ ዩ ሃቭ ኤኒ ሲስተም መቸም ናይ ገዛ ኸራይ ኣውቶማቲክ እዮም ዝወዙ ናይ ካል ኢንሹራንስ ኣውቶማቲክ እዮም ዝወዙ ናይ ካል ኢንሹራንሳት ሙሉ ዝኸፍሉ ነገራት ኣውቶማቲክ እዮም ዝወዙ ዘሎ ዘረባ መርሃዊ ሳሚኤል ሩታ ዮሃና ገንዘብ ንዓኣ ሴፍ ክኾነላስ ኣውተማቲክ ትገብር ድያ ሶ ስለዚ ካብዚኣ ሲ ሓደ ሰብ ረሲዕና ኣለና ንስኻ መን እንተልኩምኒ ዩር ሰልፍ ዩር ሰልፍ ማለት እዩ ስለዚ ቀዳማይ ዝመፅእ ኣብ ገንዘብ ኣተሓዛ እንታይ እንተልኩምኒ ፐይ ዩር ሰልፍ ፈርስት ገዛእ ርእስኻ ትከፍላ ትኽእል ኢኻ እሞ ማእከለ ካበይ ክኸፍላ ኢነዋት ልስን ክኸፍል ኣይክእልን እንተልካ ክትከፍላ ኣይትኽእልን ኢኻ ክኸፍል ኣይኽእልን እንተልካ ክኸፍላ ክኽእል ኢኻ ዘሎ ዘረባ ከመይ ገይረ ክኸፍላ ዝኽእል so ንምሳሌ you pay yourself ይላል ካብዚኣ ሰለስተ ሽሕ ዶላር ንሕር ዘለኻ ክንካ let's start with 10% 10% ንድሕር በዚሓ we can start ብሓሙሽተ ፐርሰንት ማለት ብሓሙሽተ ፐርሰንት ክንጅምር ንኽእል ኢና ሕጂ ዝበዝሕ ፀገባት ፀገም ዝመፅኦ ኣብ ገንዘብ እንታይ ገንዘብ ዝመስሎም ቁፅሪ ዝመስለካ ግን ኣይኮነን ባህርያትካ እዩ ናትካ ብሄቨር እዩ ማለት እዩ ንሕር ክሕዝ ኣይክእልን ክትብል ኮንካ ግዳ ናይዚ ዓዲ ተሓዝን እዩ ቃላትካ ክትቅይር ኣለኩም ባይ ዘ ወይ ክንጥንቀቀሉ ዘለና ነጋራት እንተሃልዩ ኣብዛ ዓለም ቃላትኩም ክትጥንቀቁ ትክእሉ ኣለኩም ማለት ምክንያቱ ሓደ ሓደ ግዜ ኣይክእልን እየ ንሕር ኣይትክእልን ኢካ ይክእል እየ እንተልካ ከኣ ትክእል ኢካ ማለት እዩ ኩሉ ግዜ ንዝኣምን እንታይ እዩ ይከኣሎ እዩ ማለት ስለዚ ክገብሮ ይክእል እየ ከመይ ገይረ ዝግበር ዝከኣል ጥራይ ጠፊእኒ ዘሎ ሎማዓንቲ ሴፍ ኣይገበርኩን ንወርሓ ንመፅእ ወርሒ ሴፍ ክገብር ክትብል ክንክላ ነበር ኣይከኣልን ኣየብል ንሕልካ ወላ ሓንቲ ገብረካ ኣይክእልን እዚኣ ቪድዮ ወይ ድማ እዚ ኣብዚ ዘለኹም ትሬኒንግ ወላ ሓንቲ ንዓኹም ትኸውን ኣይኮነትን ማለት ስለዚ ቴን ፐርሰንት ኣትሊስት ሴቭ ክንገብረሉ ንኽእል መገዲ ክንፈጥር ኣለና ከመይ እዚ እንተልኩምኒ ንኣብነት ሴቪን ኣካውንት ንኸፍት ኦኬ ኣብ ባንክ ንሕና ኣለኹም ኮይንኩም ኖርማል ሴቪን ኣካውንት ክንከፍት ንኽእል ኢና ሴቪን ኣካውንት ከፊልና ለትሰይ እዚአን ሰለስተ ሽሕ ዶላር ንሕር ኮይነን እተን ኢንካም ካብዚን ሰለስተ ሽሕ ዶላር ሰለስተ ሚእቲ ዶላር ሴፍ ክንገብር እዩ ዘሎ ዕላማ ሰለስተ ሚእቲ ዶላር ሴፍ ክንገብር ንሕር ኮይና ዓሰርተ ፐርሰንት ንገዛ ርእስና ንኸፍላ ኣለና ማለት ብካልእ ኣዛረባ ዓሰርተ ፐርሰንት ክንከፍላ እንድሕር ኮይና እዚአን ሰለስተ ሚእቲ ከመይ ገለ ንውፃእ ካብቲኣ ዝመጸትላ መዓልቲ ኣውቶማቲክሊ እንታይ ክንገብር ኣለና? ኣውቶማቲክ ናብዚኣ ክትከይድ ኣለዋ። ሕጂ ብዙሓት ሰባት ሽዱሽተ ወርሒ ሴፍ ከይገበሩ ጸኒሖም ብሓንሳብ ኣርባዕተ ሽሕ፣ ክልተ ሽሕ፣ ሰለስተ ሽሕ ዶላር ሴፍ ዝገብሩ ሰባት ኣለዉ። ሽዑ ሽዱሽተ ወርሒ ካብ መሊሶም ሴፍ ዘይገብሩ ገለ ሰባት ከኣ ኣለዉ። ሎሚ ይገብሩ ጽባሕ ኣይገብሩን ከኣ ማለት እዩ። እዚ ግን ኣይኮነን እቲ ዘሎ ዘሎ ሕቶ እንታይ እዩ? ብንእሽተይ ጀሚርካ ክሰመይ ጌርካ እንዳዓበኻ ሓደ ሲስተም ክትፈጥር ትኽእል ማለት እዩ። ስለዚ ሰለስተ ሚእቲ ዶላር እንድሕር ጀሚርና እተን ሰለስተ ሚእቲ ዶላር ባይ ዘ ወይ ብሓንሳብ ክትገብረን ከለኻ ብራኸ ካልኣን we can do it ኣብ ኣርባዕተ ግዜ፣ four times፣ ኣብ ኣርባዕተ ታይምስ ማለት እንታይ ማለት ኣብ ባንክ ህታና እንድሕር ኣርቢሲ ወይ ድማ ቲዲ ባንክ ወይ ድማ ባንክ ኦፍ ኣሜሪካ ወይ ድማ እንድሕር ኣይኤንጂ እንድሕር ኣለኩም ኮይኑ ኣብ ኣውሮጳ ወይ ኣብ ሆላንድ ወይ ድማ ኣቢና ሞር ዝበሃል ባንክ ናይ ኣውሮጳ እንድሕር ኣለኩም ኮይኑ እታ ትገብር ትኽእላ ቸክን ኣካውንት ላትካ ሴቪን ኣካውንት ፎትሌ ትብሎም ካብኣ ድሕሪኡ ኣውቶማቲክ ልክዕ ከምታ ናይ ገዛ ኸራይ ናይ ስፔዛ ናይ ግልምን መቸም ሩታ ወይ መርሃዊ ወይ ሳይሞን ኢኖም ዋት ገዛ ኸራይ ኣይከፈልካን ኢሉ ዝሰጎካ ኣካል ኣሎ ዘሎ ዘረባ ግን ንግ ነብስካ ሴቭ ኣይገበርካን ኢሉ ዝዛረበካ ሰብ ወላ ሓደ የለን ማለት እዩ ስለዚ ሓደ ካብቲ ዝዓበየ ነገር ዝመጽእ ዝደፍኣና ኣካል ስለዚ ዘሎ ኣካውንትብልቲ ክንኮን ሕኬና ኣውቶማቲክ ካይረኣናያ ክንከይድ ክንክእል ኣለና ማለት እዩ ስለዚ ሓቀዳሚት ሕጊ እንታይ ኢልና ኣለና pay yourself first pay yourself first yourself first and then second እንታይ እንተልኩምኒ ኣውቶማቲክ ምግባር ኣውቶማቲክ ገርና ኣለና ካብቲ ኣነ ክፈላ ዘለና ኣውቶማቲክ እንድሕር ከይዳ ዋላ ብሓሙሽተ ዶላር ትኹን ሕጂ ኣብዚ ዝመጽእ ብዙሕ ግዜ እንታይ መሲልኩም ብዙሕ ሰብ ነቲ ንእሽተይ ናቱ ነገር ናቱ ይንዕቆ እዩ ኣሃ እንታይ እየ ብሓሙሽተ ቅርሺ ብዓሰርተ ቅርሺ እንታይ ትብል ነይራ ኣደይ መሲልኩም ሕማቕ ናትካስ ዎይ ይብለካ ሚልዮናት ናይ ሰባት ዋላ ሓንቲ ትጠቕመካን እያ እታ ዓሰርተ ዶላር ዕስራ ዶላር ናትካ ግን ዓቢ ዓቢ ዓቢ ኣስተዋጽኦ ክትበልካ ትኽእል እያ ስለዚ ኣይትንዓቃ ኣውቶማቲክ ብምግባርና እሞ ከዓ ስሞል ኣክሽን በቢ ስሞል ኣብ ክንዲ ብዙሕ ሰብ ሕጂ ኣብ ክንዲ ሸሽሕ ዶላር ገብሬ ክትሽሕ ዶላር ገብሬ ፕሮሚስ ይኣቱ ቅርሺ ሴፍ ከይገበረ ይሓልፍ ኣብ ክንድኡ ግን ከመይ ገይረ ሰሰለስተ ሚእቲ ዶላር ወርሓዊ ሴቭ እናገበርኩ ክኸይድ ኣለኒ ኢልና ክንሓስብ ክንክእል ኣለና። ሰለስተ ሚእቲ ዶላር ሴቭ እንድሕር ገይርካ ድሕሪኡ ድሕሪ ሰለስተ ወርሒ፣ ትሪ ቱ ናይን ማንት፣ እንታይ ክንገብር ንኽእል ኢና መሲልኩም? ካብ ሰለስተ ክሳብ ትሽዓተ ወርሒ ድሕሪኡ ሄይ ልስን እዚ ሓለፈ ሰለስተ ወርሒ ሰለስተ ሚእቲ ዶላር ወርሓዊ ሴቭ ገይረ ኣለኹ ለት ሚ ሜክ ኢት ናው ኣርባዕተ ሚእቲ ዶላር ለት ሚ ሜክ ኢት ናው ሓሙሽተ ሚእቲ ዶላር ነዚኣ ጥራይ ኢኻ ነዚ ኣርባዕተ ሚእቲ ግዜ ዝነበረት ሰሰለሰ ሚእቲ ኣብ ኣርባዕተ ግዜ በቢ ሚእትን ሓምሳ በቢ ሰብዓን ሓሙሽተን ዶላር ዝነበረት በቢ ሚእቲ ዶላር ትገብራ ኣርባዕተ ሰሙን ሰሙን ሰሙን ሰሙን ሰሙን እንድሕር ጌርካያ ኢቭን ባይ ዘ ወይ መዓልታዊ እውን ካብ ቸኪን ኣካውንት ናብ ሴቪን ኣካውንት ኣውቶማቲክ ከም ዝኸይድ ክትገብሮ ትኽእል ኢኻ ከድካ ንባንኪ ካብዚኣ ኣካውንት እዚኣ ናብዚኣ ኣካውንት እዚኣ ከክንዲ እዚኣ መጠን ገንዘብ ከከምዚኣ መዓልቲ ከም ትሓልፍ ግበርለይ ተልካያ ካይ ረኣኻ ከለኻ ብደቁስካ ከለኻ ነብስኻ ትከፍላ ኢኻ ሰብ ብዙሓት ሰባት ዝጽገሙ ሰባት እንታይ መሲልኩም ከምዚ ገይሮምስ ኣምጽእ ኣቢሎም ካብቲ ባንክ ሓራይ ሴቭ ክንገብር ኢና ማእከለ ዝብሉ ሰባት ኣለዉ ወል ኣሃ ከባድ እያ እዚኣ ዳትስ ዋይ ኢኻ ሴቭ ዘይትገብር ዘለኻ ስለዚ pay yourself first ድሕሪ ኣውቶማቲክ ግበራ ድሕሪ ስሞል ግበር ድሕሪ እንታይ ግበር ኣብ ሰለስተ ትሽዓተ ወርሒ እንታይ ምግባር እዩ ካልኣይ ግዜ ሪቪው ምግባር እዩ ማለት እዩ ስለዚ ኣብዚኣ እንታይ ትመጽእ ድሕሪኡ ባጀትን ምግባር ባጀትን ምግባር ማለት እዩ ወርዛንን ባጀትን ምግባር ኖርማል ኣብ ሓንቲ ዋላ ሳሌዳ ከምዚኣ ግብር ኣቢልኩምስ ኣታዊኻን ወጻኢታትካን ኣነስ ሰለስተ ሽሕ ዶላር እቱ ኣለኹ ዓሰርተ ሽሕ ዶላር ወርሓዊ እቱ ኣለኹ ናይ ገዛ ክራይ ናይ ከምዚ ናይ ከምዚ ናይ ከምዚ ሸውዓተ ሽሕ ዶላር ወጻኢታት ኣለኒ ሰለስተ ሽሕ ዶላር ከኣ ጽሩያት ኣታዊታት ኣለኒ ሓደ ፋኒ ነገር ክንገርኩም እየ ከስሕቐኩም ማለት እዩ ብዙሓት ሰባት ኣብ ባንክ ክንደይ ኣለካ ብፍላይ ትሕቲ ክልተ ሚእቲ ሽሕ ዶላር ዘለዎም ሰባት ኣብ ባንክ ክንደይ ኣለካ እንተልካ ኦ ኣይ ዶንት ኖ እንድሕር እስኪ ክሪኣ እስኪ ሓንሳብ ሎጊን ልስን ክልተ ሚእቲ ሽሕ ዶላር ዘይኮና ገንዘብ እንድሕር ኣለዋካ ይነዚ ብግቡእ ክትፈልጦ ዘይትክእል ምክንያት እንታይ እዩ ካብኡ ንላዕሊ ዘሎ ሰብ ከ ኦው ኣብ ትይሪ ክንድዚ ኣለዋኒ ኣብ ሴቪንግ ከምዚ ኣለዋኒ ኣብ ኣራሪስፖ ክንድዚ ኣለዋኒ ይብለካ እዚ እንታይ ተተረዲኤ መሲሉኩም ካብ ብተመኩረይ ብዙሕ ሰብ ውሑድ ገንዘብ ኣብ ዝሃለወሉ ግዘ ነቲኤን ውሑዳት ገንዘብ እንታይ ይገብረን የስተናዕቀን እቲ ዘናዕካዮ ጓሳክ እንታይ ይገብረካ የጥንሰካ ዝበሃል ከዓ ምሰላ ትግርኛ ኣሎ ስለዚ ነቲኤን ንእሽተይ ነገር ኣብቲ ንእሽተይ ነገር ዝተኣመነክ እንታይ ኣብ ዓብይ ነገር ክሽየም ይክእል ወይ ድማ ብዓብይ ነገር ስለዚ በቲኤን ዘለዋኻ ሚእቲ ድየን ሓምሳ ድየን ዕስራ ዘለዋ ልምዲ ከተጥርኽ ትክእል ኣለካ። ሕጂ ኣብዚ እንታይ ክትሕግዘና እያ ልምዲ ክትሕግዘና እያ ካልኣይ እንታይ ክትሕግዘና እያ ኣብዚ ኣውቶማቲክ ባዕልና ከልምድ ማለት እዩ። Pay yourself ትብል ሕጊ ካብ ናይ መጽሓፍ the Babylon ወይ ድማ ዝሃብተመ ሰብኣይ ኣብ ባቢሎን ትብል እያ መጽያ ማለት እዩ which amazing ዝኸነት amazing ዝኸነት ኣበሃህላ እያ ማለት እዩ። ስለዚ ሓንቲ ካብተን ዝፈተኽዋ እያ ማለት እዩ። ኦኬ ከምዚኣ ገይርና እንድሕር ሴፍ ክንገብር ክኢልና ርግጸኛ እየ ንሽዱሽተ ወርሒ ዕድል ሂብኩም ፍትንዋ ኣብ ሽዱሽተ ወርሒ ክንደይ ኣጆኩም ብፍላይ ኣካውንትብል ዝሕዘኩም ሓደ ካብቲ ብዙሕ ግዜ ዝገብሮ ንክላይንት ደዊለ ሄይ ከይስ እሉ ሰብ መን ሚእቲ ዶላር ወርሓዊ ሴፍ ትገብር ኔርካ ሎ ለትስ ሜክ ኢት ክልተ ሚእቲ ዶላር ለትስ ሜክ ኢት ናይ ቲኤፍሲ ሰለስተ ሚእቲ ዶላር ለትስ ሜክ ኢት ናይ ኣራርስፒ ሓሙሽተ ሚእቲ ዶላር ኤፍችሲ ኣካውንት ክፈት እዚኦም ኣሰት እዮም ኣሰት ስለዝኾኑ ዊ ሃቭ ቱ ፑት ሞር ማኒ ናይ ገዛ ክራይ ናይ ኣስቤዛ ናይ ገለ መለ ገለ መለ እዚኦም ጸገም ድበሃል የብሎምን ግን ንሶም ጽባሕ ንግሆ ዝምለሱና ኣይኮኑን ማለት እዩ። ሶ ስለዚ ሴቭ ክንገብር እንድሕር ዘለና ሓንቲ ሲምፕል ፎርሙላ ኣነ ዝጥቀመላ እዚኣ ክትገብሩ ትኽእሉ ኢኹም ማለት እዩ። ድሕሪኡ ዝመጽእ ኦኬ ማእከል እዩ። ነዋት ሴቭ ጌርና እሞ እንታይ ኢና ክንገብሮ ዘለና? ነቲ ሴቭ ዝገበርናዮ ገንዘብሲ ብኸመይ ኢና ናብ ረብሓና ክነውዕሎ ንኽእል? ንዝብል ድማ ሶ ሴቭ ጌርና ኣለና። ድሕሪኡ ዝመጽእ ቅርዑን ኣተሓሕዛን ምኽንያቱ ሴቭ ምግባር ገንዘብ እኹል ኣይኮነን። ሴቭ ሰለ ዝገበርካ ገንዘብ ኩሉ ነገር ኣለካ ማለት ኣይኮነን። ብሓንቲ መዓልቲ ሓደ ሽሕ ክጠፍኣካ ይኽእል እዩ። ወይ ድማ ክቆንቁን ይኽእል እዩ። ከምዚ እኽሊሲ ንነዊሕ ዓመታት እንድሕር ኣብ ቆፎ ጸኒሑ እንታይ እዩ ዝኸውን? ፍርሖ ይኣትዎ ገለ ይኣትዎ ይባላሾ እዩ ሰስለዚ እቲ ገንዘብ ክንቃሳቀስ ክእል ኣሎ ማለት ኣብ መወዳእታ እውን ገንዘብ ሲ ቱልስ እዩ መሳርሒ እዩ ሎማዓንቲ ምሳይ ኣላ ፅባሕ ናብ ሜሮን ትኸይድ ካብ ሜሮን ናብቲ ሓደ ትኸይድ ናብቲ ሓደ ትኸይድ ከመይ ገረ የትርፋ እያ እቲኣ ሕጊ ትኸውን ዘላ ማለት እዩ ስለዚ ኣቀዲምና ዝረኣናያ እንታይ እያ ክንደይ ገንዘብ የእቲኻ ዘይኮነ ክንደይ ገንዘብ ዓቂብካ ትብ ሕጊ ርኢና ኣለና ድሕሪኡ ዝመፅእ ነተን ገንዘብ ዝዓቀብናየን ከመይ ገርና ኢና ኣብ ረረብሓ እነውዕለን ድሕርና ቀዳመይቲ ብዛዕባ ዕዳ ክንፈልጥ ክንክእል ኣለና ማለት እዩ ደድ ማለት እዩ ዕዳ እንድሕር ኣለና ኮይኑ ናይ ክሬዲት ካርድ ድዩ ናይ ላይን ኦፍ ክሬዲት ድዩ ናይ ዝኾነ ዕዳ እንድሕር ኣለና ኮይኑ ነዚ ዕዳ ከመይ ገና ቀልጢፍና ክንወፀሉ ዘለና መንገዲ ክንፍትን ኣለና ማለት እዩ ኣብ ዕዳ ባይዘ ክልተ ዓይነት ዕዳ እዩ ዘሎ ኮንትሮልድ ዕዳ ኣሎ ኮንትሮልድ ኣንኮንትሮልድ ዕዳ ኣሎ ማለት እዩ እዚ ማለት እንታይ እዩ ክትቋፀሮ ዝኽእል ዕዳ ኣሎ ክትቋፀሮ ዘይትኽእል ዕዳ እውን ኣሎ ማለት እዩ እንታይ ማለት ክትቋፀሮ ዝኽእል ዕዳ ማለት እዩ ምናልባት ንኣብነት ሃውስ ንበል ገዛ እንድሕር ገዚእኻ ምናልባት ካር ንበል እዚ ክትቋጸሮ ትኽእል ኢኻ፣ ወርሓዊ ክንደይ ኢንተረስት ትፈልጥ ትኽእል ኢኻ፣ ዝኸፍእ እንተ ኸፍእ እንተ ኣጋጢምካ you can sell ገዛኻ ትሸጦ ትኽእል ኢኻ። ኣብዚ ከ እንታይ እንተልኩምኒ ክሬዲት ካርድ ኦኬ ላይን ኦፍ ክሬዲት ላይን ኦፍ ክሬዲት ክሬዲት ካልእ ዘሎ ናይ ቪዛ ድዩ ናይ ማስተር ካርድ ድዩ ማስተር ካርድ እዚ ኩሉ እዚ ነገራት ማለት እዩ እዚኦም ክትቋጽሮም ዘይትኽእል ክረዲታት ወይ ድማ ዕዳታት እዮም ማለት እዩ። ሶ ኣብዚኦም እንድሕር ኣለካ ንኣብነት do you guys know ኣብ ክረዲት ካርድ እንድሕር ኣለካ ኮይና ኣብ ካናዳ ዓሰርተ ትሽዓተ ፐርሰንት ትስዓን ትሽዓተን ክሳብ ዕስራን ሰለስተን ፐርሰንት ወለድ የኽፍሉኻ ማለት እዩ። እዚ ማለት ሎምዓንቲ ከይድካ እንድሕር ዓሰርተ ሽሕ ዶላር ዕዳ ኣለካ ኮይኑ ናይ ባንክ ኣኮርዲን ሩል ኦፍ ሰቨንቲ ቱ which is ሕጊ ሰብዓን ክልተን ሕጊ ሰብዓን ክልተን ከመይ ይሰርሕ እንተልኩምኒ ሰብዓን ክልተን ዝተመቐሎ ነቲ ኢንተረስት ማለት እዩ። ኢንተረስት ኢንተረስት ይኸውን ገንዘብካ ኣብ ክንደይ ዓመት ዳብል ከም ዝኸውን ሕጂ ባንክ ንሜሮን ንማእከለ ንመርሃዊ ንሳሮ ንዓኺ ክብኹ ከለዉ ወይ ክብኻ ከለዉ ልቓሕ ኢንቨስት እዮም ዝገብሩ ዘለዉ ኣባኻ ስለዚ ሕጊ ሰብዓን ክልተን ተጠቂሞም ንኣብነት ንድሕር ዓሰርተ ሽዱሽተ ዶላር ሂቦምኻ ሰብዓን ክልተን ዝተመቐሎ ኢንተረስት ሬት ዕስራ ፐርሰንት ኢልና ኣለና ኣብ ካናዳ ሰብዓን ክልተን ዝተመቐሎ ንዕስራ ክንደይ ሰለስተ ነጥቢ ሽዱሽተ እዚ ማለት ሓደ ሰብ ከይዱ ሎማዓንቲ ድሕር ዕስራ ሽሕ ዶላር ዓሰርተ ሽሕ ዶላር ተለቂሑ ካብ ባንክ ብክሬዲት ካርድ ድዩ ላይን ኦፍ ማስተር ካርድ ድዩ ወይ ቪዛ ድዩ ዋትኤቨር ማለት እዩ እንድሕር ኣብ ሰለስተ ዓመትን ፈረቓን ድሕር ዘይመልስዎ ዕድኡ እንታይ ይኸውን ዳብል ይኸውን so ብተማሳሊ ኣንጻር ንረኣያ ሕጊ ሰብዓን ክልተን ንውሰዳ ሰብዓን ክልተን ዝተመቐሎ ገንዘብና ንድሕር ከይድና ኣብ ቸኪን ኣካውንት ኣብ ሴቪን ኣካውንት ንድሕር ኣቐሚጥና ክንደይ ወለዶ ይህቡና ሜቢ ክልተ ፐርሰንት ክልተ ፐርሰንት ድሕር ሂቦምና ሰብዓን ክልተን ዝተመቐሎ ንክልተ ክንደይ እዩ ሰላሳን ሽዱሽተን ዓመት ስለዚ ገንዘበይ ንሕራ ነኸይደ ንሕራ ኣቐሚጠዮ ኣብ ሓደ ባንክ ድዩ ወላሓበር ዋትኤቨር መቐመጢ እንተ ከይደ ኣቐሚጠዮ ብክልተ ፐርሰንት ንሕር ክዓበየለይ ሂቦምኒ ገንዘበይ እተን ዓሰርተ ሽሕ ዶላር ሰላሳን ሽዱሽተን ዓመት ከድልየን እዩ ዕስራ ሽሕ ዶላር ክኾና ባንክ ወይ ድማ ናይ ክሬዲት ካርድ ካምፓኒ እንድሕር ኣለቂሖሙኒ ዓሰርተ ሽሕ ዶላር ኣብ ሰለስተ ዓመትን ፈረቓን ዳብል ክኸውን እዩ ሃባውዳት ገንዘቦም ንዓይ ብምሃቦም ኮንግራትሌሽን ማእከለ ክሬድ ካርድ ሂብናካ ኣለና ብምባሎም ኣብ ሰለስተ ዓመትን ሽዱሽተ ወርሕን እንድሕር ዘይከፊለዮ ማለት ባይ እንድሕር ከፊልካዮ ንፉዕ ግን እንድሕር ዘይከፊልካዮ ሰለስተ ዓመትን ሽዱሽተ ወርሕን ደን ዳብል ክኸውን ገንዘቦም ማለት እዩ ስለዚ ኣብ ኣንኮንትሮል ዕዳ እንድሕር ኣለካ ኮይኑ ቀልጢፍካ ትወፅኣሉ ትኽእለሉ መገዲ ክትፍፅም ኣለካ ብፍላይ ኣብ ካናዳ ኮይንኩም እንድሕር ዕዳ ብዝሕና ማእከል ክንቋፅሮ ይከኣልና ከቢድና ትብሉ እንድሕር ኣለኹም ኮይንኩም ኮንታክት ግበሩኒ ብዙሕ መንገድታት ኣሎ ካብ ዕዳ ትወፅኣሉ ማለት እዩ ዝዛረበሉን ዘይዛረበሉን ብዙሕ መንገድታት ግን ኣሎ ማለት እዩ So ስለዚ እቲ ቀዳማይ ዝመጽእ እንታይ እዩ? ዕዳ ርዱእ ን- ንጹር ዝኾነ ርድኢት ክህልወና ክል ኣለዋ ኣብ ዕዳ እንተዘይከይኑ ግን ክንጠፍእ ኢና ማለት እዩ So ስለዚ እንታይ እዩ ትብለና ማእከል እንተልኩምኒ ጽቡቕ ዕዳ ኣሎ good versus debt versus uh, bad ብዙሓት ሰባት ሕጂ ብፍላይ ከም ሓበሻ ዄንካ ኣነ ዕዳ ኣይፈቱን እየ ኣነ ዕዳ ኣይፈቱን እየ ዝብለካ ማለት ኖ ዕዳ ኣውቶማቲክሊ ሓጢኣት ኣይኮነን ዕዳ ሕማቕ ነገር ኣይኮነን ዘሎ ዘረባ ዕዳ ንድሕር ብግቡእ ተረዲእካሉ እቲ ዝበለጸ መሳርሒ እዩ ገዛ ዋላ ናይ ሚልዮን ዶላር ዋላ ቢልዮን ዶላር ክትገዝእ ኢኻ ዕዳ እኮ ዕዳ ኣይኮነን እዩ ግን ኣሰት እዩ እንድሕር ተለቂሕካ ኣብ ሕማቕ ዓይነት ዕዳ እንድሕር ተለቂሕካ ኣለኻ ግን ሓደገኛ እዩ ማለት እዩ እንታይ እንቶም ፅቡቕ ዕዳ ዝበሃሉ እንተልኩምኒ ኣሰት እዚኦም ከ ሕማቕ ዕዳ ዝበሃል እንታይ እንተልኩምኒ ሊያቢሊቲ ሊያቢሊቲ እንታይ ማለት እዩ ኣሰት እንታይ ማለት እንተልኩምኒ ዝኾነ ዋግኡ እንዳወሰኸ ዝኸይድ ነገራት ንምሳሌ ገዛ ኦኬ ሃውስ ኢንቨስትመንት ኦኬ ኢንቨስትመንት ቢዝነስ ቢዝነስ ካልእ እንታይ ኣለና ዝኾኑ ዝኽእል እዚኦም ገለ ካብቲኦም ቀንዲ ኤዱኬሽን ወይ ድማ ኤዱኬሽን ኤዱኬሽን ሓደ ሰብ ነርስ ክኸውን ኢሉ ድሕሪ ኣርባዕተ ሽሕ ዶላር ከፊሉ እዚ ገንዘቡ ዳብል ክኾን እዩ። ስለዚ ተለቂሑ እዩ ዝገ- ዝመሃር ዘሎ። ስለዚ እዚኦም ኣብዚኦም ተለቂሕና ክነዋፍር ከለና ወይ ድማ በዚኦም ዋላ ኣብ ቢዝነስ ዋላ ናይ ቢልዮን ዶላር ተለቂሕካ እንድሕር ቢዝነስ ጀሚርካ እቲ ቢዝነስ እንድሕር ዓብዩ ክኸፍለልካ እዩ። እዚኦም ጸገም የብሎምን። እቶም ሊያቢል ዝበሃሉ እንታይ እዮም ተልኩምኒ ቫኬሽን ማእከለ ቫኬሽን ከይተመጻና ትብሉ ሰባት ኣይትስእኑ ኣለኹም ኖ ፕሮብለም ቫኬሽን ሓጢኣት የብሉን ከድካ ክትብል ትኽእል ኢኻ መርዓ ኦኬ ትጎ ሜሪ መርዓ፣ ሰባት ተለቂሖም ዕዳ ዝልቁ ዝምርዓዉ ሰባት ኣለዉ፣ ኣንፎርቹነትሊ ሕማቕ ዕድል ከይኑ። ብክረዲት ካርድ ጌርካ ተለቂሕካ ክትምርዖ ከለኻ do you know ክትከፍሎ ትኽእል ኢኻ፣ ከም ዝበልናዮ ናይ ክረዲት ካርድ እንድሕር ልቓሕ ከይኑ ከኣ ኣብ ሰለስተ ዓመትን ሽዱሽተ ወርሕን ዳብል ክኸውን እዩ ዕዳኻ so ስለዚ ብኸምዚ ሓምሳ ሱሳ ሚእቲ ሚእትን ገለመለን ሽሕ ዶላር ዕዳ ዘለዎም ክኸፍልዎ ዘይከኣሉ ሰባት ማእለያ የብሎምን ዝፈልጦም ኣትዩ ካልእ ዝመጽእ እንታይ እንተልኩምኒ ማኪና ማኪና ብናይ ክልተ ሽሕ ሰለስተ ሽሕ ሓሙሽተ ሽሕ ዶላር ጽቡቅ ክትነብር ናካኣልካልካ ንዘይ ስራዕ ኣምጺካ ቴስላ ዲካ ወይ ገለ ባይ ዘ ወይ ሓጥያት የብሉን ማኪና ግዛእ ተዘናጋዕ ቫኬሽን ኪድ ዱ ዋት ኤቨር ዋትስ ኤቨር ሜክስ ዩ ሃፒ ዘ ኦንሊ ዘረባ ግን በዚኣ ሕማቅ ዕዳ ገርካ እንድሕር ከይድካ ቁጽሪ ስሚዒትካ ሓትነካ ኣሞካ ኣይግድሶን ዩ ቁጽሪ ኢት ወርክስ ዳት ወይ ማእከለ ምናልባት ክማሳሰል ይክእል ዩ ሓቅካ እንዲካ እንታይ ከም ዘጋጢምካ ክብለካ ክእል እየ ናምበር ኣይሕሱውን እዩ ቁፅሪ ኣይሕሱውን እዩ ስለዚ ሓደ ሰብ ክሕስወካ ናይ ስምዒትካ ክከላኸል ክብል ፅቡቅ ክዛረብ ክእል ግን ኣይሕሱውን እዩ ስለዚ ሕቶ ዝመፅእ እንታይ እንተልኩምኒ ሓንቲ ሕጊ ላትኒ ዕዳ ክትኣቱ ከለካ ወይ ክትኣቱ ከለኺ እዚ ዝልቀሖ ዘለኹ ገንዘብ ኣብ ፅቡቅ ዕዳ ወይ ድማ ኣብ ዋግኦም እንዳወሰኹ ክኸዱ ዝኽእሉ ነገራት ድየ ዘቐምጦ ወይ ድማ ከቐምጦ ኢለ ድየ ዝልቃሕ ዘለኹስ ወይሲ ኣብ ዋግኦም እንዳ ጎደለ ከይ ዝክለየ ኣቢል ተኮይኖም ኣብ ናይ ቫኬሽን ናይ መርዓ ድዩ ናይ ካርድ ድዩ ናይ ካልእ ካልእ ነገራት እንድዩ ናይ በርዝደይ ድዩ ሰለብረሽን ድዩ እየ ዘውዕሎም ዘለኩ ሶ ስለዚ ኣብዚኣ እንድሕር ኮይና ክልተ ግዜ ሕሰብ ሰለስተ ግዜ ሕሰብ ኣብዚኣ እንድሕር ኮይና ድላይካ ተለቃሕ እንታይ ዝበሃል ኣሎ መስልኩም ድሕር ትሕቲ ሓድ ትሕቲ ሓሙሽተ ሚእቲ ሚልዮን ዶላር እንድሕር ተለቂሕካ ትሕቲ ሚእቲ ትሕቲ ትሕቲ ሚልዮን ዶላር እንድሕር ተለቂሕካ ሲ ንስካ ትሓስብ ኢሎምካ ልዕሊ ሓሙሽተ ሚእቲ ሚልዮን ዶላር እንድሕር ተለቂሕኻ እቲ ባንኪ ይጭነቕ ኢሎምኻ። ብኻልእ ኣዘራርባ እቲ ዘለቃሕካ ይጨነቕ እምበር ንስኻ ኣይንካን ትጭነቕ። So ስለዚ ዕዳ is good ዘሎ ዘረባ ግን ተረዲእኻ ክትገብሮ ከለኻ ማለት እዩ። So እታ ቀዳመይቲ ኣርእስቲ ዝመጽእ እንታይ እያ ዕዳ ማለት እዩ። ድሕሪ ናይ ዕዳ እንድሕር ተረዲኣትኩም ኮይና ተስፋ ይገብር ተረዲኣትኩም ክኸውን እንድሕር ሕቶ ሎ ኮይኑ ከኣ ኣብ ኮመንት ጻሕፉለይ ወይ ከኣ ዳሕራይ ክንዛረበላ ኢና ማለት እዩ። ድሕሪ ናይ ዕዳ ትመጽእ ድሕሪ ዕዳ ዝመፅእ ሓደ ካብቲ ዝዓበየ ነገር እንታይ እዩ እዚ ሕጂ ሙሉእ ፋይናንሻሊ ፋይናንሳዊ ውጥን ክህልወና እንተደለና ኢና ማለት እዩ ድሕሪ ዝመፅእ እንታይ እንተልኩምኒ ፕሮቴክሽን ክመፅእ ይኽእል እዩ ማለት እዩ ፕሮቴክሽን ፕሮቴክሽን ፕሮቴክሽን እንታይ ማለት እዩ ሓደ ሰብ ኢንካም የምፅእ ኣሎ ኢንካም ከይዱ ድሕሪ ዘምፅእ ኣሎ ኮይኑ ኣይገብሮን እግዚኣብሔር እዚ ኢንካም ውዶ ንሕሉ ንምሳሌ ሓደ ሲ ወዲ ዕስራ ዓመት እዩ ንበል ማለት እዩ እዚ ወዲ ዕስራ ዓመት ክሳብ ስሳን ሓሙሽተን ዓመት ዝመፅእ ድሕሪ በቢ ሰለስተ ሽሕ ዶላር ይእቱ ኣሎ ኮይኑ ኣብ ዓመት ሰላሳን ሽዱሽተን ሽሕ ዶላር ከእቱ እዩ ማለት እዩ። ሰላሳን ሽዱሽተን ሽሕ ዶላር እዚ ሰብ እዚ ካብ ዕስራ ክሳብ ስሳን ሓሙሽተን ኣርባዓን ሓሙሽተን ዓመት ኣለዎ። ብኣርባዓን ሓሙሽተን ዓመት እንድሕር ኣርቢሕናዮ ገለ ሚልዮን ዶላር ከምጽእ እዩ። እዚ ሰብ እዚ ግን ኣብዚ ውሽጢ ዕስራ ዓመት እንድሕር ሓደጋ ናይ ህይወት ኣጋጢሞ ወይ ገለ እንድሕር ኣጋጢሞ ኢንካሙ መን የምጽኣሉ? ስለዚ ፕሮቴክሽን ኢንካም ፕሮቴክት ይገብረልና which ላይፍ ኢንሹራንስ ማለት እዩ። ካልኣይ ክሪቲካል ኢልነስ ክሪቲካል ኢልነስ ናይ ጥዕና፣ ሳልሳይ ዲሳቢሊቲ ኢንሹራንስ ኢንሹራንስ ሶሪ ስለዚ ኢንካም ኣብ ዘይህልወና ግዜ ጥዕና ኣብ ዝስእነሉ ግዜ ዲሳቢሊቲ ኣብ ዝህልወና ግዜ ፕሮቴክሽን ከድልየና እዩ ማለት ኢንሹራንስ ከድልየና እዩ ከምዚ ልክዕ ማኪና ሓደጋ እንድሕር ኣጋጢምና ዝኸፍሉና ኢነዋት ኣነ ስንክልና እንድሕር ኣጋጢምኒ እንድሕር ሓሚመ እንድሕር ብሂወት መይተኸ ስድራ ቤትስ መን ይኣልየለይ ብገንዘብ ኢና ንዛርብ ዘለና ስለዚ ፕሮቴክሽን ማለት ነቲ ናትካ ኢንካም ተምፅኦ ዝነበርካ ፕሮቴክት ክገብረካ ዝኽእል ኣታዊታት ማለት እዩ ማለት እዩ That's why ኣነ ንኣብነት ማኪና ካር ኢንሹራንስ ኣለኒ። ካር ኢንሹራንስ ክዝብል ከለኹ ዓሰርተ ዓመት ገይረ ዘዊረ ኣለኹ። ክሳብ ሕጂ ሓደጋ የጋጥመኒ ኣሎ። እዚ ዘጋጠመኒ ሓደጋ መብዛሕትኡ ግዜ ብጌጋ ናቶም ወይ ድማ ብዝኾነ ማኪና ኣይሃረምኩን ኣለኹ ማለት እዩ። እንድሕር ክሌም ኣይገበርኩን ኣለኹ ግን ሓደ መዓልቲ እንድሕር ሃሪመ ሰብ ድየ ናይ ኣርባዕተ ሚእቲ ሽሕ ዶላር ድየ ናይ ሰለስተ ሚእቲ ሽሕ ዶላር ዕዳ ክኣቱ ይኽእል እየ። ሽዑ ICBC ወይ ድማ እዚ ኢንሹራንስ ካምፓኒ እንታይ ይገብረለይ? ክኸፍለለይ። The same thing ኣነ ይሰርሕ ኣለኹ፣ ኣነ የምጽእ ኣለኹ። እንድሕር ኣነ ደው ኢለስ በዓልቲ ቤተይ፣ ደቀይ ገንዘብ ካበይ የምጽእ ኣለኹ? ኣብ ዓድና እንሹራንስ ኣየድልየካን እዩ ደቂ ሓወቦኻ ደቂ እሞኻ ደቂ ሓትናኻ እቲ ዓዲ ብምሉእ እንሹራንስካ እዩ ኣብዚ ቀዳማይ ዓለም ግን ጎረቤትካ ከማን ኣይትፈልጦን ኢኻ ኣሕዋትካ ካብ ሰሙን ላዕሊ ይብሉኻ ነብሱ ስለዚ ኢማታ በሮማ ትየ ክሞ ሮማን ያብሉ ኣብ ሮማ እንድሕር ኣለኻ ከም ሮማውያን ኣብ ካናዳ እንድሕር ኣለኻ ከዓ ከም ናይ ካናዳ ሲስተም በር ከም ናይ ዓድና ሲስተም ክትነብር ኣይትኽእልና ስለዚ ብዙሓት ሰባት ሓደ ካብ ዝጋገይሉ ዕስራ ሰላሳ ዶላር ሂቦም ኢንሹራንስ ከይኣትዉ ጎፋንድሚ ዶ ገለመለ ዶ ናብ ካልእ ነገር ይኸይድ ስለዚ እዚኣ ክትግበር ክትክእል ኣለዋ ማለት ድሕሪኡ ዝመፅእ እንታይ እንተልኩምኒ ግሮስ እዚ ግሮስ ክንብል ከለና ኣብ ኩሉ ዓዲ ንናትክልዎ ክእል እዩ ግን ክንዓቢ ኣለና ዕዳ ዕዳ ወፂና ኣለና ካብ ዕዳ ድሕሪ ወፂና ፕሮቴክሽን ገርና ኣለና ወይ ድማ ውሕስነት ገርና ኣለና ድሕሪ ውሕስነት ዝመፅእ ማእከል እንታይ ትርጉም ዕቤት ገለ ሰባት ንዜ ነጢሮም ኣብዚኣ ፀንሑካ ገለ ሰባት ንዚኣ ነጢሮም ኣብዚኣ ፀንሑካ ማለት እዩ ግሮስ ክንብል ከለና እንታይ ማለት ንገርኩም ንኣብነት ታክስ ፍሪ ሴቪን ኣካውንት ኣለና ኣርኣርስፒ ኣለና ኣርኣርስፒ ኤፍኤችስኤ ኣለና ኦኬ ናን ሬጅስተር ኣካውንት እውን ኣለና ብዛዕባ እዚኦም ብግቡእ ተረድየ ይፈልጥ እየ ዝብል ሰብ መን ኣሎ ቲኤፍኤስኣይ ኣርኣርስቢ ኤፍኤችሲ እዚኦም ክንዓብየሎም ንኽእል ገንዘብና ክነፍረሎም ንኽእል እዮም ማለት እዩ ሰው ሓደ ሰብ ገንዘቡ ብጀካ ካብቲ ወርሓዊ ዘድልዮ ነገራት ንኣብነት ኢመርጀንሲ ፋን ሶሪ ኢመርጀንሲ ፋን ነቲ ፕሮተክሽን ዘድልዮ ንድሕር ገይሩ ነቲ ደይሊ ዘድልዮ ገንዘባት ንድሕር ወሲዱ ካልእ ዝተረፈ ገንዘብ መዓልታዊ ወይ ድማ ወርሓዊ ዓመታዊ ክዓብየሉ ዝኽእል መንገዲ ክንፈጥር ኣለና ማለት እዩ ስለዚ በዚኦም ጌርና ከነዋፍሮ ንኽእል ኢና ማለት እዩ ግሮውስ ክንገብሮ ከለና ክነውፍሮ ከለና እንዳዓበየ ከደልና ክእል እዩ ማለት እዩ ድሕሪ እዚ ዝመፅእ ናይ ኤዱኬሽን ፕላን ክህሉ ክእል እዩ ምናልባት ቆልዑ ድሕር ዘየለኩም ኮይኑ ዘይተብልኩም ትኽእል እያ ግን ናይ ኤዱኬሽን ፕላን ኤዱኬሽን ፕላን ንኣብነት ኣርኤስፒ ኣለና ኣብ ካናዳ ወርዛ ሚን ኣርኤስፒ ንኣብነት ክልተ ሚእቲ ዶላር ንኽእል ኣለካ ኮይንካ መንግስቲ ንምንታይ ኣርኤስፒ ማእከል ንኸፍት there is one reason ኣርኤስፒ ንኸፍተሉ እንታይ እቲ ሪዝን ተልኩምኒ ግራንት መንግስቲ ክህበና ኦኬ ኣይኖ ብምሉእ ሓደ ሓደ ዝርዝር ክኣትዎ ኢልማ ነዚ ብምሉእ ከይድ maybe ሰዓታታት ክወስድ ዘልናይ ግን እቲ ለላዕሉ ግን ትምህርቲ ክንክፈኖ ብልኩም ፍትና ማለት እዩ ቀዳማይ ግራት ንኣቶ ኣብ ካናዳ ኣርኤስ ብንከፍት ንምንታይ ነ ግራንት ግራንት እንታይ ማለት እዩ 20 ፐርሰንት መንግስቲ ይህበና ማለት እዩ ንምሳሌ ንድሕሪ 100 ዶላር ንሓደ ቆልዓ ኣቐሚጥካሉ መንግስቲ ከዓ 20 ዶላር ህበካ ስለዚ 120 ዶላር ወርሓዊ ይቕመጠልካ ኣሎ ማለት እዩ እዚ ግራንት ሓደ እዩ ማለት እዩ ካልእ ሲኤልቢ ዝበሃል ኣሎ ሲኤልቢ ከነድያን ለርን ቦንድ እዚ እውን ግራንት እዩ ማለት እዩ እንድሕር ኣብ ብሪቲሽ ኮሎምቢያ ኣለካ ክንካ ከዓ ቢሲ ግራንት ከኣ ኣለና ማለት'ዩ ኣብ ካሊእ ቦታ እኳ የለን ግን ኣብ ቤሲ ግራንት ውን ኣሎ ኣብ ሓሙሽ ኣብ ሽዱሽተ ትሽዓተ ዓመት ኣብ ዘብጽሕሉ ደቅና ኣፕላይ ክንገብር ንክእል ኢና ማለት'ዩ and then እዚ ግራንት እንድሕር ኣሎ ኮይኑ ስለዚ እቲ ገንዘብና ዝወጽእ ካባና ኮንትሪቢሽን ይበሃል ፕላስ ግራንት ኣለና ፕላስ ኢንቨስትመንት ተገይርናዮ ወይ ድማ ኢንተረስት ከኣ ኤርን ገብረልና እዩ እዚ ማለት እዩ እዚ ኮይኑ ዓሰርተ ሸሞንተ ኤጅ ምስ በጽሐ ወድና ሓደ ብዙሕ ገንዘብ ክህልዎ ክኽእል እዩ። ሕጂ ብዙሓት ሰባት ርእየ ኣለኹ፣ ማእከለ ገለ ሰባት ዕስራ ሓሙሽተ ዶላር የቐምጡ ንሓደ ቆልዓ፣ ገለ ሰባት ሓምሳ ዶላር የቐምጡ፣ ገለ ሰባት ሓሙሽተ ሚእቲ ዶላር። So still እዚኣ እታ ቅንዕቲ ከምዚኣ ክተቕምጣ ኣለካ ዝብል የለን ማለት እዩ። ሰሎ ዘረባ everybody different ዝኾነ ኣየናይ ዝሓሸ፣ ክንደይ እንተገበርካ'ዩ ዝሓሸ፣ ኣበይ ክዋፈር ኣለዎ፣ ከመይ ክዓቢ ኣለዎ ዝብል እውን ሓደ ሓዘ እውን ክንርእዮ ንኽእል ኢና ማለት እዩ። ኣብ መወዳእታ ዝመጽእ እንታይ እንተልኩም፣ እታ ሓምሸይቲ ቀንዲ ክትመጽእ ዝግባኣ እንታይ እንተልኩምኒ፣ State Planning። ኣይገብሮን እዩ ሓደ ካብ ዝሓመቐ ዝበዝሐ ሰብ ከሎ ይጎይ ይፅዕር የፅዕር ይጎይ ማለት እዩ ዘሎ ዘረባ ግን ሓደ መዓልቲ ጥበበኛ ዝበሃል ሰብ ብዛዕባ ዘምፅኦ ኣታዊ ጥራይ ኣይኮነ ዝሓስብ ይነዋት ኣነ እንተዘየለኹሲ ውሳነታት ናይ ህይወተይስ መን ይውስነለይ ደቀይሲ መን ይውስነለይ ኣታዊታተይ መን ይውስነለይ ዘጥረኽዎ ገዛስ ናበይ ክኸይድ እዩ ወል ኣብ ዓድና ኢቨን ኣብ ዓድና ኣክቹዋሊ ዳይሬክት ናብ ስድራኻ ኣይከድን እዩ ታይ እዚ ኮይና ኣንታ ኣብ ካናዳ ሓደ ሰብ እንድሕር ብሂወት ኣሎ ሰብኣይን ሰበይትን ኣለዉ ዝተፋለለየ ንብረታት ድዩ ገለ ድዩ በበይኖም ክገዝኡ እዮም ወይ ድማ ቸኪን ኣካውንቶም በበይኑ ክከውን ይክእል ኣት ሳም ፖይንት ማለት እዩ ከም በዓል RRSP ኢንሹራንስ እንድሕር ኮይኑ በነፊሻሪ ስለ ዘለካ ዳይረክት እቲ ገንዘብ ክመፀካ ይክእል እዩ ቸኪን ኣካውንት ድዩ ኣለካ ድዩ ናይ ማኪና ድዩ ናይ ገዛ ድዩ ናይ ካልእ ነገራት ድዩ ሰበይትካ ሰብኣይ እንድሕር ዘየሎ ሓደ ሰብኣይ እንድሕር ብሂወት ሓሊፉ እታ ሰበይቲ ነቲ ገንዘብ ከይዳ ብቀጥታ ክትወስዶ ኣይትክእልን እያ ስቴት ናታ ይወዞ ስቴት ከይዳ ሰብኣየይ እዩ ዶ ከምዚ ዶ ኔሩ እሶም ከኣ ዘለቅሕዎ ሰባት ዝእውልዎ ሰባት መታን ካይህሉ ቸክ ስለ ዝገብርዎ ከይዳ ንሳ ሎየር ክትሕዝ ኣለዋ ጠበቃ ክትሕዝ ጠበቃ ክትሕዝ ኣለዋ ማለት ኣካውንታንት ክትሕዝ ኣለዋ ቆጸራ ቤት ፍርዲ ክትሕዝ ኣለዋ ኮለል ኣሎ እዚ ሰብኣይ መስኪናይ መዋኣሉ ሰሪሑ ጽዒሩ ብኩሉ ጉልበቱ ዘምጽኦ ገንዘብ እሱ ኣብ ዘየለሉ ግዜ መንግስቲ ውሳነ ይውስን ኖኖኖ እዚ ገንዘብ ናብዚ ዝኸይድ ናብቲ ይኸይድ ብሎ ሶ ከመይ ገይረ እሞ ደኣ ናባይ ከም ዝመጽእ ክገብሮ ይኽእል እንተልኩምኒ እታ ቀዳመይቲ ዝመጽእ ሓንቲ ፔፐር ኣላ ዊል ዊል ምግባር ዊል ሕጂ ናይ ሞት ምጥንቃቕ ገለ መለ ኣይኮነን እዚ ልቦና እዩ ከለኻሲ ኣነ ጽባሕ ንጎ እንተዘየለኹ ደቀይ እገለ ገለ ይውስዱ ዶ መቸም ለሚ ኣስክ ዩ ሎማዓንቲ እንተዘየለኻ ሳሚ ደቅኻ መን ክወስዶም ትደሊ ለሰ ኣይገብሩን እግዚኣብሔር ንስካ በዓልቲ ቤትካን ሓደጋ ማኪና ኣጋጢሙካ ኣብ ሂወት የለኩምን ማለት እዩ ደቅካ መን ክወስዶም ትደሊ of course ወደ ሓወቦኻ ወይ ሓወኻ ክወስዶም ኢካ ትደሊ ግን ወደ ሓወቦኻ ክወስዶም ኣይክእልን መንግስቲ እዩ ዝወስዶም ምክንያቱ ኣይነገርካዮ ንመንግስቲ ኣነ እንተዘየለኹ ደቀይ ኩስቶ ይውሰዶም ኣይበልካዮ ስለዚ ዊል ሓደ ሰነድ ሕጋዊ ሰነድ ኮይኑ ሓንሳብ ከፊልካ ተውፅኦ እንደ ንዓኻ ማለት እዩ ድሕሪ ዝመፅእ ፓወር ኦፍ ኣቶርኒ ፓወር ኦፍ ኣቶርኒ POA ንብሎ እዚ ፓወር ኦፍ ኣቶርኒ ኣብ ካናዳ እንታይ ይሰርሕ እንተልኩምኒ ሓደ ሰብ ንስኻ ኣብ ዘየለኻሉ ግዜ ንምሳሌ ሰበይትኻስ እንድሕር ንስኻ ዘየለኻን ካብዚ ዓዲ እንድሕር ነሰይ ኡጋንዳ ከድካ ሽዱሽተ ወርሒ ኢቦላ መፅኡ ኢንተርነት የለ ሽዱሽተ ወርሒ ተዓፂኻ ብኡ ናይ ሞርጌጅ ዝኽፈል ኣለካ ሰበይትኻ መቸም ባዕላ ክትከፍል ኣይትኽእልን እያ ቢካዝ ኣይሃብካያን ዕድል እንድሕር ቼክን ኣካውንት ሴም ኣካውንት እንድሕር ዘይፀኒሕካ ወይ ውሳነታት ዘድልዮ ኤኒቲንግ ናይ ፋይናንስ ከም እንተሎ ኮይኑ ፓወር ኦፍ ኣቶርኒ ይሓትዋ ከይዳ በዓልቲ ቤትካ ካብ ቼክን ኣካውንትካ ተውፃእ ኣይትኽእልን ዋላ ካርድኻ ገዲፍካ ኣላ ዋይ ፓወር ኦፍ ኣቶርኒ የብላን ውሳነ ክትውስን ፍቃድ ኣይሃብካያ ኣሎ ስለዚ ፓወር ኦፍ ኣቶርኒ ምህላው እንታይ እንተልኩምኒ ንስኻ ኣብ ዘይሃለኻሉ ግዜ ካብ ካናዳ ወጻኢ ወይ ድማ ካብ ዘለኻሉ ካብ ኣውሮጳ ካብ ኣሜሪካ ወጻኢ ኣብ ዘይሃለኻሉ ግዜ በዓልቲ ቤትካ ወይ እቲ ዝደለኻዮ ሰብ ክውስነልካ ዝኽእል መንገዲ እዩ ማለት እንታይ ተባሂሉ ጽዋዕ እዚ ፒኦኤ ይበሃል ማለት እዩ ኣብ መወዳት መጽእ ሄልዝ ኬር ዳይሬክቲቭ ማለት እዩ እዚኣ ወልስኖት ኣዝያ ኣዝያ ኣገዳሲ ኮይኑ ግን ኣገዳሲ ዋይ እንተልኩምኒ ሓደ ሰብ ሓሚሙ ሕክምና እንድሕር ከይዱ ኣብ ሕክምና ምስ ከደ let's say ኣዲኡን ሰበይቱን ኣላ እዚ ሰብ እዚ ሶልጀሪ ክንገብረሉ ኢና ናይ ርእሲ መጥባሕቲ ክንገብረሉ ኢና ክመውት ዘለዎ ተኽእሎ ከኣ ሓሙሽተ ፐርሰንት ትብል ኣዴኻ እንታይ ክትብልያ ኖፕ እዚ ወደይ ሶልጀሪ ከይትገብሮ ክትብልያ ኣዲ ሰበይትኻ እንታይ ክትብልያ ደሓን እዩ ግበረሉ ዶክተር ንመን ንሰምዕ ነዚ ዘለዎ ሰብ ጥራይ ይሰምዕ ሺ ዳዝን ኬር ኣዴኻ ሺ ዳዝን ኬር ሓትነኻ ሄልዝ ኬር ዳይሬክት ማለት ኣነ ሓሚመ ብዛዕባ ጥዕናይ ክውስነሉ ኣብ ዘይክእለሉ ደረጃ ምስ በጻሕኹ እገለ ይወስነለይ ኦን ቢሃፍ ኣዘር ዋይስ እቲ ዶክተር ክውስነልካ እዩ ስለዚ እዚ ገለ ከለ ካብቲ ናእሽቱ ሲስተማት ናይዚ ዓዲ እዩ ብዙሕ ዲቴል ክንከይድ ምኸኣልና ግን ኣትሊስት እዚኤን ድሕር ብግቡእ ተረዲእና ድሕር ብግቡእ ድሕር ጌርናየን ዝሓሸ ፋይናንሳዊ ውፅኢት ክህልወና ይኽእል እዩ ማለት እዩ። ምናልባት ኣብ ሶሻል ሚዲያ ኮይንኩም ትከታተሉ እንድሕር ኣለኹም ኮይንኩም ፕሊስ ለት ሚ ኖው እንድሕር ሕቶ ኣለኩም ኮይኑ ነዚኤን ዝምልከት ግን እታ ቀዳመይቲ ብዛዕባ ዕዳ ምሉእ ምሉእ ክንወፅእ ኣለና ኢልና ኣለና ድሕሪኡ ፕሮቴክት ክንገብር ኣለና እቲ ናትና ኢንካምና ነቲ ናትና ዘለና ፀጋ ገዛ እንድሕር ኣለኩም ኮይኑ ገዛኻ ፕሮቴክት ክትገብሮ ትኽእል ኣለካ ድሕሪኡ ዝመፅእ ግሮውስ ከመይ ጌርና ክንዓቢ ንኽእል ኣብ ኣሜሪካ ሮዝ ኣይኣርኤ ፎር ኦ ዋን ከይ 529 ዝበሃል ናይ ትምህርቲ ድሕሪ ናይ ቆልዑት ናይ ትምህርቲ RESP ይሐይሽ ከምኡውን ዩኒቨርሳል ላይፍ ዝበሃል ኣሎ ዩኒቨርሳል ላይፍ ብዙሓት ሰባት ሕጂ ወልዚ ቢልደር ዶ ገለመለ ዝበሃል ዘረባ ኣሎ ወል ኣይ ኖ ዋት ሊስን ኤቭሪባዲ ኢዝ ዲፍረንት ባት ጌጋ ከይትኣትዉ ክትርድኡ ክትክእሉ ኣለኩም ተረዲእኻ ብግቡእ እንታይ ትግራንት ክንደይ ትግራንት ኣበይ ይሓይሽ ከመይ ይዓቢ ምናልባት ወዲ ሓደ ዓመት ቆልዓ ዘለዎን ወዲ ሓደ ሸሞንተ ዓመት ቆልዓ ዘለዎን ወዲ ዓሰርተ ሓሙሽተ ዓመት ዘለዎ ቆልዓን ሓደ ዓይነት ጌርና ትሪት ኣይንገብሮን ኣይ ሃቭ ሃንድረድ ን ሃንድረድ ክላይንት ኩሉ ክላይንት ኢዝ ዲፍረንት ማለት እዩ ስለዚ እዚኤን እተን ገለ ነገራትን ኣብ መወዳእታኻ እስቴት ፕላኒንግ ባይ ዘ ወይ እዚኤን ሰለስተ እዚኤን ንሪኤን ዘለና ሓንቲ ወረቐት እየን ወረቐት ከይለን ኣብ ኖቶሪ ፓብሊክ ወይ ኣብ ሄልዝ ኣብ ሎየር ከይድካ ተፈረመን ማለት እዩ ምናልባት እንድሕር ከምዚኤን ክትገብሩ ዘልኹም ኣይ ከን ኮኔክት ዩ ምናት ዩ ዶን ወንት ፔ ክልተ ሽሕን ሓሙሽተ ሚእቲ ሽሕ ዶላር ዘኽፍሉካ ገለ ሎየር ኣይ ሃቭ ፓርትነር ኣለውና ኣምታ ቢሲ ኣብ ኣልበርታ ኣብ ኦንታሪዮ ኣይ ካን ሰንድ ዩ ብውሕድ ገንዘብ ክገብሩልኩም ይኽእሉ እዮም ማለት እዩ So one time እያ ግን ንዓኹም ወረቐት ዕፁብ ኣቢልኩም ኣብ ሰነድኩም ተቐምጡ ኣለኒ ማለት እዩ ኦኬ ሶ ስለዚ እዚኤን እንመስላ ነይረን ኤኒባዲ ሕቶ ዘለዎ እንተሎ ኮይኑ ብዛዕባ ንፋይናንስ ዝምልከት ንኢንቨስትመንት ዝምልከት ነዚኤን ዝምልከት ንኢንሹራንስ ዝምልከት ኤኒባዲ they can ask us ክሓቱና ትኽእሉ ኢኹም I will leave my WhatsApp number ኣብዚኣ WhatsApp number ኣብዚኣ ኣላ እንድሕር ናብዚኣ ፅሒፍኩምለይ 8814 80 sorry ባይ ዘ ወይ ኣጸሓሕፋ ከመይ እያ? ኣጸሓሕፋ ሓደ ካብቶም ዝበለጹ ጸሓፍያ ባይ ዘ ወይ ጀስት እቶም ክጽሕፍኩም ዘይትኽእሉ ከምዚ ከማይ ሓንቲ ጉርፕ ምስሪትና ስለዚ ኤኒባዲ ሕቶ እንድሕር ኣለኩም ኮይኑ ቴክስት ግበሩና ሶ ስለዚ እዚ ኩሉ ዝገበርናዮ ብሓንቲ መዓልቲ ዝግበር ነገር ኣይኮነን ንሴቭ ምግባር ኢንቨስት ምግባር ኢንሹራንስ ምግባር ናይ ቆልዑ ዶ ብምሉእ ብሓንቲ መዓልቲ ወይ ኣብ ሓንቲ ሰዓት ዝግበር ነገር ኣይኮነን ግዜ ዝወስድ ከይኑ ግን በብቑርብ ነገር እንዳፈለጥካ እንዳፈለጥካ እንዳፈለጥካ እንድሕር ኬድካ ዳትስ ዋይ ሳንዴ ክላስ ኣለና ኦኬ ሳንዴ ክላስ ኣለና ፍሪ ፍሪ ሳንደይ ፍሪ ፋይናንሻል ክላስ ኣለና ክላስ ሶሪ ሳንደይ ፍሪ ክላስ ኣለና ኤቭሪባዲ ቴክስ ክበርለይ ብወሳ ወይ ከዓ ሊንክ ኣብ ዲስክሪፕሽን ክገድፈልኩም እየ ኣብ- ብፍላይ ኣብ ካናዳን ኣብ ኣሜሪካን ጥራይ ምናልባት ዚኣና ሳንደይ ክላስ ኣቲኹም ተምሃሩ እንታይ ኣራርስፒ እንታይ ኢንቨስትመንት እንታይ ታሽሙ ብዙሓት ሰባት ኣለዉ ብፍላይ ነዊሕ ዝገበሩ ብዛ ዓዲ እንታይ ገበሩ ምስልኩም ከምዚ ዝፈለጡ ኮይኑ ስምዖም ማለት እዩ ወል- ጽቡቕ ነዊሕ ምግባርካ ዝፈትካ ውን ክትከውን ትኽእል ኢኻ ግን ብዙሕ ሓሳባት ኮፍ ኢለ ኣብ ዝተዛረብኩሉ ግዜ ብዙሕ ግዜ ዓቢ ነገራት ሚስ ዝገብሩ ኣይጸንሑን እቲ ሕማቕ ነገር ከ ሓንሳብ ብጌጋ ሰራ ምስ ገበርካዮ ከምዚ ንጎ ንጎ ትዛረበሉ ኣይኮነን ባይ ዘ ወይ ፋይናንስ ሓደ ካብቲ ዘሕጉስ ሳብጀክት ገለ ኣይኮነን ብዛዕባ ፖለቲካ ብዛዕባ ቢዝነስ ብዛዕባ ኖት ቢዝነስ ኣክት ብዛዕባ ፖለቲካ ብዛዕባ ሃይማኖት ብዛዕባ ናይ ዓዲ ብዛዕባ ኩዕሶ ክትዕልል ፋን እዩ ብዛዕባ ገንዘብ ትመጽእ ከላ ግን ስምዒት ስለ ዝኾነ ሓደ ሰብ ንሕር ሴቭ ዘይገብር ኮይኑ ብዛዕባ ሴቭ ክትብሎ ከላ ግዳ ግደፈና ንስኻ ከኣ ኣርኪብካ ይብለካ እቲ ሓደ ኣብ ዕዳ እንተራሎ ኮይኑ ግዳ ግደፈና ይብለካ ስለዚ ዳትስ ዋይ ብዛዕባ ገንዘብ ክመጽእ ከሎ ተጠንቂቕና ኮፍ ኢልና ምስ ኣድቫይዘር ክንዛረብ ኣለና ማለት እዩ ንኩሉ ባዕልና ክንፈልጦ ሜቢ ኣድቫይዘርስ ክንከውኑ ንኽእልና ማለት እዩ ምናልባት ከምዚኤን ከም ብለን ዝጸናሕኩ ተገዲስና ኢና ወት ማእከለ ክንመሃር ንደሊ ናትኩም ንሕር ኣለኩም ኬንኩም ቴክስ ግበሩለይ ኣብዚ ኣብ ዋትሳፕ ሄይ ኣነ እዚኤን ተማሂረ ክፈልጠን ይደሊ እየ ወይ ድማ በዚኤን ኣድቫይዘር ከይነስ ክሰርሕ ይደሊ እየ ትብሉ ሰባት ንሕር ኣለኩም ኬንኩም ኮመንት ጻሓፉለይ የኩማት ወይ ድማ ኣብዚ ኣብዚ ኣብ ዋትሳፕ ቴክስ ግበሩለይ እዚ ብሙሉኡ ክገልጸልኩም ዝጸናሓኩ ጀስት ንትምህርቲ ደኣ እምበር ፋይናንሳዊ ምክሪ ኣይኮንን ማለት እዩ ምክንያቱ ናይ ሜሮን ፋይናንሳዊ ምክሪ ናይ ራህዋ ናይ ሰላም ናይ ሳይሞን ኤቭሪ ባዲ ኢዝ ዲፍረንት ገለ ሰብ ኣብ ዕዳ ክህሉ ይኽእል እዩ ገለ ሰብ ገንዘብ ብዙሕ ክህልዎ ይኽእል እዩ ገለ ሰብ ኣብ ወፍሪ ክህሉ ይኽእል እዩ ዝተፈላለየ ሰብ ገለ ሰብ ቆልዓ ዘይብሉ ክኾን ይኽእል ገለ ሰብ ቆልዑ ዘለዎ ክኾን ይኽእል ገለ ሰብ ገለዛ ስለ ዘለዎ ማለት እዩ ስለዚ እንታይ ኢና ክንገብር ዘለና እንተልኩምኒ ኮፍ ኢልና ሓደ ብሓደ ፐርሰናላይዝ ዝኾነ ፋይናንሻል ኣድቫይስ ክንረክብ ኣለና ማለት እዩ ሶ ኤኒባዲ ፋይናንሻል ኣድቫይስ ይኹን ወይ ድማ ነዚ ትምህርቲ ዝደሊ ኣብዚኣ ቴክስ ግበሩለይ ምሳኹም ፀናኹም ማእከለ ኣብ ዩቱብ ኣብ ፈይስቡክ ለኹም ትካታተሉና ዘለኹም ከኣ ሰላም መዓልቲ ኣብ ካልእ ቪድዮ የራኽበና ባባይ።